ኣብ ሰብኡት ኢና ንሕና ናይ ጣዕሳ መሊእና ክልተ ከም ሚእቲ ከፊልና ጥልዕ ጉንብሕ እንዳበልና ንኣትዎ ዓዲ ኣይኮነን ዘለና ንሕና ርስቲ ኣለና ጉልቲ ኣለና ሰብና ሂብና ኣለዉ ንሕና ደኒና ተጎንቢሕና ክልተ ካብ ሚእቲ ከፊልና ናይ ጣዕሳ ከፊልና ንኣትዎ ዓዲ ኣይኮነን ዘለና ድላይና ጌርና ፅዒርና ደኺምና ተሰዊእና ዋጋ ከፊልና ንኣትዎ ዓዲ እዩ ዘለና ሃገር ማለት ስድራ ቤት ማለት እያ ትብሃል ሓንቲ ስድራ ቤት ዓብይ በኹሪ ገዛ ኣብ ካናዳ፣ ሕንሳስን ደብ ኢትዮጵያ፣ ማእኸላይ ኣብ ኡጋንዳ፣ ኣዲኦም ኣብ ሱዳን፣ ኣቦኦም ኣብ ኣሜሪካ ተቐሚጡ እዚ ሃገር ክትብሎ ዝኽእል ስለዚ ሕጂ እዚ ረጅም ቸንጅ ንብሎ ዘለና ፋሕ ዝበለት ስድራና ክንእክብ ወለድና ብሂወቶም ከነርክብ ስለዚ ኢና ንዓዲ ዘእትወና ረጅም ቸንጂ እዩ ንብል ዘለና Thank you ቁሩብ በሪሃ ክትከውን ተስፋ እገብር። ደቓሉ እንዳተባሃልና ዓጋመ እንዳተባሃልና ኣምሓሩ እንዳተባሃልና ተወልጀ እንዳተባሃልና መንነትናን ክብርናን ሰብኣዊ ማጣፃኣናን እናተገርፈ እናተገፍዐ ብታሪኽና ብስራሕና እናተዋረድና ኢና ኣብዚ ደረጃ እዚ በፂሕና ማንም ዘፍቅደልና ኣካል የለን ኣሎ መንእሰያትና ንዓና ኣሚኖም ዋጋ እናኸፈሉ ኣብ ሽግር እናኣተዉ ወለድና ኣብ ዓዲ ፀገምን ሽግርን እናረኸቡ ደቅናን ኣንስትናን ኣብ ወፃኢ እናተዋረዳ ናይ መንነት ክብረን እናተነፍገ ኢና ኣብዚ ደረጃ ዝበፅሕና ዘለና ምቅዋም ዝበሃል ናይ ኤርትራ ኖርማል ኣይኮነ ንሕና ከዓ ተቃለስቲ እምበር ተቃወምቲ ይኮና ተቃዋማይ ዝበሃል ዓዱን መንግስቱን ቅዋሙን ንክቃወም ኣርቲክል ኣቐሚጡ ብሓጋጊ ኣካል ዝወሃብ ዕድል እዩ። ናይ ረፊጂ ስትራግል ኢና ነካይድ ዘለና ስለዚ እቲ ዝሓሰመ ቃልሲ ኢና ነካይድ ዘለና እቲ ዝረገመ ቃልሲ ኣርባዕተ መሳምር እናተዋጋእና ኢና ቃልሲ ነካይድ ዘለና ናይ ስደት መስማር ኣሎ መሓውር ናይቲ ስርዓት መስማር ኣሎ ናይ ማሕበራዊ ናብራ መስማር ኣሎ ቻለንጅስ ናይ ዓለም መስማር ካሎ ስለዚ ሕጂ ንዓና ከምዚ ግበሩ ከምቲ ግበሩ ዝብለና ኣካል የለን። ብቅዋም ዘፍቀደልና ንክንቃወም ኣካል የለን ማለት እሞ ኣንዊሐ ከውኒ ግን ተንኪው ኣብዚ ፀረፍና ደቓሉ እንዳተባሃለ ንሕና ውልቀ ሰብ ኣይኮናን እዚኣ ክብለኩም ትዝክሩ ዶ ቅድሚ ወርሒ ኣብዚ ቃልሲ ዝሳተፍ ዘሎ ሰብ ሓደ ኣይኮነን ውልቀ ሰብ ኣይኮነን ብዓይኒ ህዝቢ ኤርትራ ተተራእዩ ሓደ ተቃላሳይ እንድሕር ብሂወት ጎዲሉ ንህዝቢ ኤርትራ ዓሰርተ ምርጫታት ዓሰርተ ዕድል መይቶሞ ማለት እዩ። ሓደ ተቃላሳይ ሓደ ፍትሒ ዝደሊ ሓደ ንሓርነት ዝቃተል ዝቃለስ ሰብ እንድሕር ድኣ ብሂወት ተሪኡ ጠፊኡ ኣብ መጻኢ ዕድል ህዝቢ ኤርትራ ዓሰርተ ብልጫታት ዓሰርተ ዕድል ጠፊኡ ማለት እዩ። ምክንያቱ ተቃላሳይ ኣርሒቑ ዝሓስብ ፕላን ዘለዎ ሕልሚ ዘለዎ ንሕልምታቱ ኤነርጂ ዝኸፍል ብመደብ ዝኸይድ ብመረዳእታ ዝተወደነ ሰብ ማለት እዩ። ስለዚ ንሕና ሓደ ተቃላሳይ ክንከፍል ከለና ኣብ መጻኢ ዕድል ህዝቢ ኤርትራ ዓሰርተ ዕድል ዓሰርተ ብልጫ ኣጉዲልና ማለት እዩ። ህዝቢ ኤርትራ ዓሰርተ ዕድላት ጎዲልዎ ማለት እዩ። ምክንያቱ ሓደ ኣብ ፖለቲካን ኣብ ሰብኣዊ መሰልን ተወዲቡ ዝሰርሕ ሰብ ማለት ክንዲ ዓሰርተ እዚኦም ዝተባሃልዎ ዝገብሩ ሰባት ዋላ ሓንቲ ንህዝቢ ኤርትራ ዋላ ሓንቲ ዕድል ኣይኮኑን። ሃልዮም ኣብ ባርነት ክነብር ጸቕጢ ዝገብሩ ዘለዉ እዮም። ስለዚ ዋላ ሓንቲ ዕድል ኣይኮኑን ንህዝቢ ኤርትራ ንመጻኢ እዋንሲ ዋላ ሓንቲ ዕድል ኣይኮኑ እዞም ሰባት ንሕና ኢና ናይ መጻኢ ዕድል ናይ ህዝቢ ኤርትራ ንሕና ክንጎድል ከለና ከኣ ጸልማት መሊሱ ጽልምት ኣባና ሓደ ሰብ ጎድል ኩን መማረጽ ይጎድል ኣሎ መፍትሒ ይጎድል ኣሎ ማለት እዩ። ሓደ ተቃላሳይ ብህይወት ጎድለና ኮሉ መፍትሒ ጎዲሉ ኣማራጭ ጎዲሉ ሰብኣዊ መሰል ጎዲሉ ብጻይነት ጎዲሉ ማለት ሓደ ሰብ ከም ዘጉደልና ኣይኮናን ክንሪኦ ዘለና ብኣማራጽን ብመፍትሕን ብጻዕርን ብቓልስን ክንዲ ዓሰርተ ኢና ነጉድለሉ ዘለና መስሊ ኣኮሎጉዛይ ሓማሴን ሰራየ ሓደ ሕብረተሰብ እዮም ተፋጣጥራ ብማጣጥራ ሓደ ሕብረተሰብ ታሪክ ወለዶ ህዝቢ ኤርትራ ንደሉ ኣባሓጎ ካበይ ትረኽቦ ወይ ናይ ኣዴኻ ኣባሓጎ ኣበይ ትረኽቦ ኣንብብ እንዶ ታሪክ ወለዶ ህዝቢ ኤርትራ ወይ ደጓዓታት ኤርትራ ኣንብብ ንዓሰርተ ትሽዓተ ኣርባዓን ሓሙሽተን ኣበይ ኢኻ ትረኽቦ ስጋ ወለዶኻ ሰሪያ ክጸንሓካ ክእል እዩ ኣብ ሕማሴን ክጸንሓካ ክእል እዩ ኣብ ኣኮል ጉዳይ ክጸንሓካ ተረዲኻኒ ስለዚ ነዚ ዓሌት ጌርካ ወይ ናይ ሃይማኖት ድዩ ናይ ባህሊ ድዩ ናይ ኣማጣጣኣ ድዩ ፍልልይ ከም ዘለዎ ጌርካ ዝቕመጥ ጌጋ እዩ ብዓይ ወገን ብለካ ኣለኹ ሰባት ሓንቲ ቁም ነገር ዝገበረ ህዝቢ ኤርትራ ኣብዚ ውሽጢ 30 ዓመት ደንበ ተቃውሞ ምፍጣሩ ካልእ የለ ደንበ ተቃውሞ ምፍጣሩ ፈቲና ፀሊእና እናመስገና ይኽንነበር ኢና እናመስገና ስደት ከም ዘይናትና ዘፍለጠ ከም ፀጋ ከይንቕበሎ ዝገበረ ቃልሲ ኣምር ቃልሲ ኣብ ደገ ተፈጢሩ ሓይሊ ክፈጥር ከም ዝኽእል ዘስነቐ እዚ ናይ ተቃውሞ ኮሚኒቲ ሎሚ ከም ላግፂ ገዲፎም ይኸዱ ኣለዉ ሎሚ ብህልኽ ምስ ሓደ ተባዒሰ ምስ ሓደ ተፃሊኤ ምስ ሓደ ተቋይቆ ኢሎም ገዲፎሞ ይኸዱ ኣለዉ ትናፈቕ እያ እዛ ቦታ ኣብ ልቦም ዘሎ ይዛረብ ዘለኹ እዚኣ ቃልሲ እዚኣ እዚኣ ናይ ቃልሲ ኮሚኒቲ እዚኣ ደንበ ቃልሲ ገዲፍዋ ዝኸደ ሰብ ይናፍቓል ይናፍቓል ኣብኡ ምስ ከደ መባእስቲ የብሉ ውሽጡ እዩ መባእስቱ ሕልኑ እዩ መባእስቱ ዝገደፎ ዕላማ እዩ መባእስቱ ካልእ ጸላኢ የብሉ ነዚያ ዕላማ እዚኣ ገዲፉ ዝኸደ ነዚያ ዕላማ እዚኣ ደርብዩ ዝኸደ ዓራቱ ሳሎኑ፣ ኮፍ መበሊኡ፣ መደቀሲኡ ኩሉ ፀላኢ እዩ። ምክንያቱ ሓንቲ ባቡር ካብ ሓዲዳ እንድሕር ወፅያ ዝደፍኣ ሰብ ኣይደልን ባዕላ ትፀድፍ። ሓደ ሰብ ካብ ዕላሙ ሸተት እንድሕር ኢልኻ ዝትኩሰሉ ይደሊ፣ እምኒ ዝድርብየሉ ይደሊ፣ ዝቃለሶ ይደሊ፣ ባዕሉ ብገሩ ይፀድፍ ከረውረው እዩ። ስለዚ ኣብዚአን ሰላሳ ዓመት ዝተገብራ ቁም ነገር እዚኣ ደንበ ቃልሲ ኤርትራውያን ነዛ ደንበ ቃልሲ ምፍጣሮም እዩ። ሕጂ ኣነ ትግርኛ እየ ዝዛረብ ዘለኹ እዚ ዓረብ ኣይኮነ እንግሊሽ ኣይኮነ ናተይ ትርጉም ኣየድልዮን ቀጥታ ዲሞክራሲ እየ ዝጠልብ ዘለኹ ቀጥታ መሰል ነቲ ህዝቢ ሕጊ ስርዓት ንሳቶም እውን ዝፈልጥዎ ብኡ ገይሮም እውን ኣብ ስዊዝ ኣብ ሽወደን መሰሎም ዝሕልውሉ ዘለዉ ሕጊ እየን ህዝቢ ኤርትራ ዝጠልበሉ ዘለዉ መሰሎም መሰል ደቆም ኣብ ሽወደን ኣብ ስዊዝ ኣብ ኣሜሪካ ዝሓትሉ ሕጊ ነቦኹም ኣዴኹም የድልዮም እየ ዝብሎም ዘሎ ሓድሽ ነገር የብለይና ነቦኹምን ነዴኹም ሲ እዚ ብ ስዊዝ ምስ ደቅኹም ትነብሩ ዘለኹም መሰል የድልዮም እየ ዝብል ዘሎ ናተይ ቪድዮ ቁራፅ ጌርካ ምትርጓም ኣየድልን ናተይ ዓረብ ኣይኮነ እንግሊሽ ትግርኛ ንቐጠታ ዲሞክራሲ ንቐጠታ መሰል ወዲ ሰብ ናይ ዩኤን ቻርተር እውን ዘፍቅዶ እዩ ሁማን ራይት ደክለሬሽን ዝሃበና መሰል እዩ ድሕሪ ዓሰርተ ትሽዓተ ኣርብዓን ሓሙሽተን ንኹላህና ህዝቢ ዓለም ብማዕረ ዝተዋሃበ መሰል እዩ ነዚ መሰል እዚ ክድዓት ይትርጉምዎ ምዕሳብ ይትርጉምዎ ጥልመት ይትርጉምዎ እንታይ ጌርና ንበር ኣብዚ ዓለም እዚኣ ምስ ጫዓ ኤርትራውነት ተቐበል እንታይ ማለት እዩ መርገም ኮይ ምስ እሾኻ ኤርትራውነት ተቐበል ሓጢኣት እኳ እዩ መርገም እኮ እዩ ምስ እሾኻ ከመይ ጌርካ ካብ ኤርትራውነት ትቕበል ምስ ጸዓኣ ከመይ ጌርካ ካብ ኤርትራውነት ትቕበል ንገፎ በዓል ኢሳያስ ዝበሃሉ በዓል መንኪ ዝበሃሉ በዓል ክሻ ዝበሃሉ በዓል ብርሃ ካሳ ዝበሃሉ እሾኽ ኣለዉ ንገፎም ንዓ ንገፍ ሰው ኢልካ ዲፋይን ክትገብሮ ይትኽእል ክትገልጾ ይትኽእል ከተሽርፎ ይትኽእል ኤርትራውነት ዝበሃል ኣሎ ይብለካ ኣብ ሰማይ ድዩ መሬት ኣበይ ዘሎ ኣበይ ዘሎ እንታይ ኢኻ ትገልጾ

ሕጂ ረዮ ዴሞክራሲ ክትብሎ ከለኻ ናይ ኣሜሪካ ዴሞክራሲ እኮ ርኢና ኢና ተኣተወካ ናትካ ዘይትገብር ታብካ ዘይትሓርስ ኢልካዮ ሰብሲ ዝጎረቤተይ ከማን ኣይሓርስን እዩ ዝምልሰልካ ተኣተዎ መሰል ኣብ ኤሮጳ ዘሎ መሰል እኮ ርኢና ኢና ንዚኦም ሕጂ ሰባት እዮም ነዚኦም ኢልካ ክትድግፍ ብዛዕባ እዚኦም ጉልባብካ ቀሊዕካ ክትዛረብ ኣብ ሽወደን ሰልፊ ክትገብርሲ ሓጢኣት እኮ እዩ እዞም ሰባት እዚኦም ቁሩብ ዕድመ እንድሕር ወሲኽዎም በዚ ናይ ሎሚ ገጾም ጽባሕ ክጠዓሱ ክስሕቑ እዮም እቶም ጽባሕ ዝልብሙ ክጉህዩ እዮም እቶም ብዓሽኦም ዓለም ከምዚኣ ኢሎም ዝውድእዋ ከዓ በቃ ኮመን ክነብሩ ሕጂ ንሕና ዓለም ትነብረሉ ዘላ ህዝቢ ዝነብረሉ ዘሎ ሰብ ዝነብረሉ ዘሎ ንባዕልና እውን ኣብዚ ንነብረሉ ዘለና ሕግን ስርዓት ኢና ንብል ዘለና ሕግን ስርዓትን ነዚኣ ጥውይውይ ኢልካ ዋላ ሓደ ነገር ክትገብር ኣይትኽእል ኢኻ። ብርጌድ ንሓመዱ ካን እንታይ እዩ ዘሎ ቃል ኪዳን ኣቲና ኢና ሕጂ ኪዳን መስሪትና ኢና ምስ ብርጌድ ንሓመዱ ረጅም ቸንጅ ዝብል ኪዳን ክሳብ ኣብኣ ሓደ ኢና ክንከይድ ካብኣ ዓድና ከመይ ትመሓደር ዝብል ከዓ ነናትና ኣይዲዮሎጂ ክነምፅ ኢና ነናትና ሪኦት ዓለም ክነምፅ ኢና ኣብቲ ሪኦት ዓለም እቲ እውን ክንማጎት ኢና ክንካታዕ ኢና ዝሰዓረ ከዓ ክመርሕ እዩ ሕጂ ግን ንዓና ትማሊ ዝገደፍናዮ ዓዲ እዩ መገዲ ዓድና ይጠፍኣና መገዲ ገዛና ይጠፍኣና ትማሊ ዝገደፍናዮ ዓዲ ኣይኮነ መገዲ ዓድና እዚ ዘለናዮ ዓዲ ኣይጠፍኣናን እዩ ተመሊስና ነዚያ ሕጂ ሻዕብያ ኢልካ ሞት እስር ቤት ዓዲ ኣበይቶ ዒራዒሮ ስደት ትብለላሲ ምቅንጃው መዓት ሜክኣብ ሒዝካ መዓት ገለ ቲንታ ጌርካ ስዑዲ ገሽካ እንታይ ትምስ ብልሓንቲ እርጋንካ ተቐበል፣ ስዕረትካ ተቐበል። ካብ መራፂ የለን ካልእ መገዲ ደድህኩ እዩ ዋላ ሓንቲ የብሉ ዕፁው ዝኾነ መንገዲ እዩ ካብ ሕቶ ህዝብን ካብ ሽበትን ሓንጊድካ ኣበይ ክትበፅሕ ክትበፅሕ ነገር የለን ንኹለን ኢኻ ትቕበለን ንኹለን ንኹለን ኢኻ ትቕበለን እዚ ወይስ ናትና ከዓ ይበፅሕ እዩ ነይሩ ብሳተላይት ይበፅሕ ብረድዮ ይበፅሕ ብኩሉ እዩ ዝበፅሕ ኣብ ወፃኢ ብርጌድ ንሓመዱ ኣለና ኣብ ኣስመራ ብርጌድ ንሓመዱ ኣለና ሓደ እዚ ብርጌድ ንሓመዱ ከምዚ መምህር ዝበሎ ሰለስተ ዓበይቲ ነገራት ኣምፅኡ ትብዓት ኣምፅኡ ሕብረት ኣምፅኡ ተወፋይነት ኣምፅኡ ዘይነበራና ዘከራኸራና ዝነበራ ማዕዶ ማዕዶ ዝነበርና ኣብ ናይ ብርጌድ ንሓመዱ ዳሲ ኣነ ሰላም ኢልዮም ብዙሓት ሰባት ቀሊል ኣይኮነን። ፕላትፎርም ፈጢሩ ይፀውዕና፣ መድረኽ ፈጢሩ ይፀውዕና። ቴንክ ዩ ሳይለንት ማጆሪቲ ሓደ ላንጋላንጋ ሓደ እውን ህግደፍ ኣብ ገዛ ኮይኖም ዝጠልብዎ ጠለብ ኣሎ እቲ ዝተኣከበ ደላይ ፍትሒ ናይዚኦም ጠለብ ከማልእ እዩ ዝቃለስ። እቲ ዝገርም ነገር እቲ ዝገርም ነገር ሓደ ሰብ ጀኔቫ ከይዱ ኒውዮርክ ከይዱ ወይ ቦሎኛ ከይዱ ገንዘቡ ጊዜኡ ኣእምርኡ ከፊሉ ይምለስ ምስ ሰበይቱ ኣብ ክሽኑ ቡኑ እንዳሰተየ ተመሲሑ ጸጊቡ ዝጸነሐ ሰብ እንኳዕ ደሓን መጻኻ ውፉይ ከመይ ደሓን ዶ ጽቡቕ ቫእ እከታተለኩም እንደ ቀንየ ብዚ ዩቱብ በቃ ኣብ ከምዚ ጸገም ነይርኩም እምበር ኣብ ከምዚ ጽቡቕ ነይርኩም በቃ ኣብ ገዛ ኣይፎቕን እዩ ሳይለንት ማጆሪቲ እዩ ለባም እዩ ኣብዚ ሕማቕ እዋን በቃ ሳይለንት መሪፁ ለባም እዩ ንፉዕ እዩ በቃ ከምቲ ናቱ ኣካይዳ ማለት ወፊርካ ተመሊስካ ተኽትትል ቀኒዩካ መረብኡ ምስ ወደአ ቢርኡ ዲበልኡ ሒዙ ያ ፅቡቕ ቀኒኹም ግን ኣብ ከምዚሲ ቁሩብ ዶ ንወያነ መሲልኩም ብለካ ኣብ ከምዚስ ቁሩብ ዶ ነምሓሩ መሲልኩም ሓቀይ ዘለታት በቃ ምሻለካ እወ በቃ ባርኖባሳት ናይ ቃልሲ በዚሖም ባርኖባሳት ኣለዉ እዚ ናሽንግርዋ ትፈልጥዎ እንዲኹም ባርኖባስ ባርኖባስ ኣለዉ እዚ ቃልሲ ደንበ ተቃውሞ ነዚኦም እዩ ክምልስ ሕኽት ኣነ ኤርትራዊ እየ ዘለኹ ብዛዕባ ኤርትራ እየ ማኒፌስቶ ገይረ ዘለኹ ወዲ ሓደት ኩላ ኣንብባ ዋላ ብትግረ ኣለካ ኩሉ እንብባ ኩሉ ብዛዕባ ኤርትራ እዩ ዘሎ እቲ ማኒፌስቶ ንሓደ ኣብ ትግራይ ዘሎ ሓወይ ሸውዓተ ሓይልታት ኮይኖም ክሃርምዎ ፍቓደኛ ኣይኮነ ፖለቲካ ኣይኮነን እዚ ፖለቲካ ኣይኮነ ሓወይ እኮ ደጋፍ ኣይክህሉ ይኽእል ሰባት ከቲሮም ክሃርምዎ ግን ፍቓደኛ ኣይኮንኩ ፖለቲካ ኣይኮነን ተረዲኻኒ እጃነ ትግራዊ ኣይኮንኩን

እወ ፖለቲ እዋ ሓወይ እኮ ደጋፋይ ክኸውን ይኽእል ይብለካ ኣለኹ ሸፈንተ ሰብ ሓሊፎም ክቐትልዎ ግን ምስኡ እየ ዝኸውን ኣብ ክንዲ ሓቢርና ሰውራ ሕቶ ልዒልና ሰውራ ንፈጥር ኣብ ዝመፅእ ሓደ ሰብ ንዓይ ፀር ንምንታይ ተመቀስኩ ንጭነቕ ንምንታይ ሚእቲ ሽሕ ተኸፊሎም ኣይጭነቕ ንምንታይ ክልተ ሰዓት ተዛሪበ ጭነቕ ንምንታይ ሰላሳ ዓመት በብርብዓ ሽሕ ከፊላ ይጭነቕ ስለዚ መልዓልቲ ሕቶ ክንከውን ክንክእል ኣለና እቶም ኣብዚ ዘለኹም ህግደፍ ሕቶ ልምዱ ዋላ ብፅሕፈት ተላምዱ እቲ መልሓስ ኦሮማይ ተቆሊፉ እምሮ እውን ከምዚ ዓርኪ ዝበልዎ ሶፍትዌር ተቆሊፉ ስእልኩም ኣብ ወረቐት ይፅሓፉ ምልክት ሕቶ ግበርሉ መወዳእታ በቃ ብቆሙ ኤክሰርሳይዝ ግበሩ ዋይ ዋይ ዋይ ዝብል ደጋግምዎ ስለምንታይ ስለምንታይ ዝብል ሲ ደጋግምዎ ምክንያቱ ለውጢ ሕቶ እዩ ዝመፅእ ሕቶ ከዓ ሰውራ እዩ ዝፈጠር ዜና እንተልስ ኢሎም እዚ ወዲ እዚ ባይዘወይ ብኣራት ኪሎን ብዓዲ ሃሎን መዓት ገንዘብ ይወሲዱ መዓት ገንዘብ ይወሲዱ ማለት እዩ ስለዚ ሕጂ በዓል ማዕበል ደበሌ ድም በዓል ገለ ካብዚ ኮይኖም ዓሽ ይብልዎ ነይሮም ካብ በዓል ውፉይ በዓል ጆሲ በዓል ሰልጠነ ዝረግፅዋ ንባፅዕሲ ኣምሓሩ ይርገፅዋ ይብሉና ነይሮም ኣሎ ኣሎ ቪድዮ ካብዞም ጁንታ እዚኦም ካብዞም ተጋሩ እዚኦም ካብዛ ዓጋመ እዚኦም ዝረግፅዋ ኣስመራሲ በዓል እዚ ወዲ እዚ በዓል እታ ኣምሓሪት መን ያልካያ ይርገፅዋ
መነን መነን ሃይለ የስ ይሓንብሱ ልባፅዕ ንሳቶም ይርገፅዎ ኢሎም ንዓና እዮም እብለካ ኣለኹ ንዓና ንዓና እዮም ዝወራዘዩ ነይሩ ቪድዮ ማለት ሰኒድና ኣለና ንፅባሕ ክኾነና ዓይንና ስጋብ ዝዓውር ናይዚኦም ዘረባ ናይዚኦም ጽሑፍ ኢና ንስምዕ ዘለና ልዕሊ ዓሰርተ ዓመት ማለት እዩ ምክንያቱ ጽባሕ ክንተሓሳሰብ ስለ ዝኾነ ሕጂ እንታይ መጽእ ኣሎ ባሕሪ ሕጂ ገለ ናን ኦፍ ኣወር ቢዝነስ እዞም ሰባት እዚኦም ኣብ ልዕልናን ኣብ ልዕሊ ህዝቢ ትግራይን ዘፍሰስዎ ውዑይ ደም ፍደይዎ ብዘይ ቀልዓለም ሕጊ መሰረት ዝገበረ ሕነ ክንፈዲ ኢና እዚያ ኩሉ ግዜ ዝደግማ ጂኦ ፖለቲክስ ክለዋወጥ ይኽእል እዩ። ናይ ቀርኒ ኣፍሪቃ ኣሰላልፋ ክለዋወጥ ይኽእል እዩ። ናይ ኣብይን ኢሳያስን ምጥልላም ምጽንባር ክመጽእ ይኽእል እዩ። ክንዲ ናይ ንጹሃት ደም ዝመጽእ ግን ወላ ሓንቲ ነገር የለን። ብሕጂ ማና ክመጽኣና ይንጽበ ኢና ንሕና። ተዋሪዶም ኣዋሪዶምና እዮም። ኣዴታትና ስጋብ ሕጂ ንኩናት ትግራይ ደቅኽን ዘይሃብክን ገዛውተን ምስ ተዓጽወ ስጋብ ሕጂ ኣሎ ንሰን ንጋሽ ባርካ ሃዲመን ከይደን ኣብ ከበሳሲ ብምሉእ ገዛውቲ ተዓጽዩ ብደገ ምስ ሸገጥዋ ዝተረፉ ንኣሽቱ ደቀን ሒዘን ከይደን ንጋሽ ባርካ ካብ ጽንዓ ደግለ ካብ ዓዲ ኋላ ካብ መንደፈራ ካብ ሰንዓፈ ካብ ጾሮና ስድራ ቤት ዝበሃል ኣይትረክብን ኩሉ ኣጥፍዮም ደም ናይዞም ሰባት እዚኦም ከዓ ናይዞም ቆልዑ እዚኦም ደም ምብትታን ናይዛ ስድራ እዚኣ ከዓ ኣብ ኢድ ሓድሽ ኤፍሬም ኣብ ኢድ ፍሊጶስ ኣብ ኢድ ኢሳያስ ኣብ ኢድ ሓሊባይ ኣብ ኢድ ርእሲ ምራኽ እዩ ዘሎ ንዘለኣለም ክሳብ ህይወትና ተሓቅቕሲ ደም ናይዞም ካብ ጫካ ዝተወሰዱ ካብ ውሻጠ ዝተወሰዱ ነቦኡ ብብረት ቀቲሎም ወዱ ዝወሰዱ፣ ነዲኡ ንድሕሪት ብገመድ ኣሲሮም ጓላን ወዳን ዝወሰዱ እሞ ኣብ በራሕለ ዘጥፍዎም፣ ኣብ ዛላምበሳ ዘጥፍዎም እዚ ኣይትርስዓን። ምስ ዓለም ተደራደር፣ ምስ ኤርትራዊ ተደራደር፣ እዚኣ ሕልፈት እያ። ኩሉ ሰብ በዚኣ ክምሕል ክኽእል ኣለዎ። ንምንታይ ንሕና ዋጋ ከፊልና ኢና ዘለና። ኣብዛ ገዛኻ እዚኣ ኮይንና ይደፉ። ንዓዲ ደው ኢልና ናብ ስድራና ብዝጥዕመና ብፍላሽ መሊእና ብገለ መሊእና ኤርትራውያን እዚ ኩናት እዚ ጽባሕ ክግልበጥ እዩ ኣይከሰርናን ተባሂልኩም ኢኹም ሕጂ ከኣ ህይወትኩም ኣውጹ ኣብያ ሰለስቲና ኣሎ ናብዛ ዩቱብ ናትካ ተመሊስካ እዚ መዓመትን ፈረቓን ንንስድራኹም ደውሉ ሻዕብያ ወላ ሓንቲ ትርጉም የብላን ጽባሕ ተገልቢጣ ኣይፈልጠኩምን እየ ክትብል እያ ኣይከሰርናን ክትብል እያ ጎዮም ዘይጸገቡ መንእሰያት እዮም ጠፊኦም ሰለና ደቂ ዓሰርተ ሸውዓተ ደቂ ዓሰርተ ሸሞንተ ዓመት እዚ ክተስምዓና ዝጸናሕካ ናይ ምሩኻት ስለዚ ሕጂ ደም ናይ እዚኦም ንሕና ንጹሃት ኢና ኢድና ሕጹብ ይኹን ጲላጦስ ኣብዚ ጉዳይ እዚ ኣብዛ ታሪክ ናይ ክልተ ዓመት ዝሓለፈት ተጸሪፍና ዲና መንነትና ተናሽዩ ኣቦኻ ድዩ ተጸሪፉ ኣደ ድያ ተጸሪፋ ኢድና ግን ሕጹብ ኣብዛ ታሪክ እዚኣ ዋላ ሓንቲ ነገር የብላ ንምንታይ ኩናት ተቋዊምና ቁፅሪ ሓደ ካልኣይ እሕዋትና ነብስኹም ሂወትኩም ኣድሕኑ እዚ ኩናት እዚ ኣይኩናትናን እዩ ኢልና እንታይ ኢሎም ኣብ ጎኒ ሰራዊትና ኣለና ኣብ ጎኒ ሰራዊትካ ምዃን ኣብ ዓለም እኮ ፅላእ ኣይኮነ መሬት ሰብ ወሪሩ እሞ ንስትራቴጂ ዘይብሉ ኩናት ንናሽናል ኢንተረስት ናሽናል ሰኪሪቲ ዘይብሉ ኩናት ኢኮኖሚኻ ዘየውሕስ ኩናት ተዓዊተ ኢልካ ሰክሰስ ክትርእየሉ ዘይትኽእል ኩናት ድራር ተጋደልቲ ምሳሕ ተጋደልቲ። እፍዮ ሳይቨን ፍዮ። ኣብ ጎኒ ሰራዊትና ኣለና እምባሕ በል። እዚ ሞት ህዝቢ ትግራይን ሞት ሰብዓ ሽሕ ኤርትራውያን ሰለብሬት ዝገበረ ሰብ ገበነኛ ዊስኪ ሰቲኻ ማለት ደም ሰብዓ ሽሕ ኤርትራውያን ሰቲኻ ማለት እዩ ኣብዒልካዮ ማለት ሞት ተጋሩ ኣብዒልካዮ ማለት ኣብዚ ኤውሮጳ መፅኦም በዓል ኣወል ዘይበሉና ነገር የለን በዓል ወዲ ሻውል በብክንዲ ገሎም ጁንታ ይብሉ ነይሮም ዓሚ እንታይ ክብሉ እዮም ሕጂ ሻዕብያ ገዲፋቶም ዶክተር ደብረፅዮን ትብል ኣላ ሕጂ ዓይና ብጨው ሕፅብ ኣቢላ በቃ መንግስቲ ትግራይ ትብለካ ኣላ ሕጂ እዚኦም ልዛይ ዝተፀየቑ መንነቶም ዝፀየቑ ሕጂ እንታይ እዮም ሻዕብያ ዳ ፅባሕ ትግራይ ትስዕር ክትብል ኣይ እንታይ መትከል ኣለዎ እንታይ መትከል ኣለዋ ሻዕብያ ፅባሕ ትግራይ ትስዕር ቲዲኤፍ ክትብለካ እያ ፅባሕ ሻዕብያ እዚ ይብል ነይሩ ውፊት ዶና ፅባሕ ሕጂ መንግስቲ ትግራይ ትብላ ዶክተር ደብረፅዮን ዶክተር ጌታቸው ህዝቢ ሰሜን ትብለና ኣላ ሕጂ ንዓና ሕጂ ዳ ሻዕብያ ህዝቢ ሰሜን ትብለና ምስ ትግራይ ሬት ክገብር የልሃና ኣርባዓ ዓመት ንላዕሊ ክንነድቆ ኢና ኢልሃና ኣብ ነርወይ ኮይኑ ኣብ ነርወይ ኮይነን ኣብ ጀርመን ኮይነን ማህፀን ኣደ ትግራይ ይሕቐቕ ኣብ ውሽጠን ዘሎ ይቃፀል ስድራ ተጋደልቲ ስድራ ተቃወምቲ ይቀተሉ ኢሎም ልዕሊ ሚእትን ኣርባዓን ደብዳበ ዝፀሓፉ ንኤርትራ ኣብዚኦም ዘለዉ ሰብ ኣደይ ክትቅተል ኣቦኻ ክትቅተል ስድራ ጆሶ ክትቅተሉ እዛ ናይ ውሽጢ ክልተ ዓመት ፀላም ደም እያ ፀላም ደም ፀላም ደም ኢና ሓሊፍና እዛ ክልተ ዓመት እዚኣ